ንዝሓለፉ ሓሙሽተ መዓልታት ኣብ ቱርኪ ክካየድ ዝቐነየ ቱር ሪፓብሊክ ብዓወት ኤርትራዊ ኣባል ጋንታ ቤይኮዝ ጴጥሮስ መንግስ ተዛዚሙ። ኣብ መዛዘሚት መድረኽ ተቐዳደምቲ ሚእትን ሰብዓን ሓሙሽተ ነጥቢ ኣርባዕተ ኪሎሜተር ዝርሕቐት ጉዕዝኦም ኣካይዶም። ነዛ መድረኽ ድማ ካብ ዝሃደመት ጉጅለ ካዛኪስታናዊ ኣባል ጋንታ ቪኖስኮ ዳኒ ማሩኪን ንውድድሩ ብኣርባዕተ ሰዓትን ዓሰርተ ሸሞንተ ደቒቕን ብምዝዛም ዕውት ሓምሻይ መድረኽ ቱር ሪፓብሊክ ኮይኑ። ሓድሽ ኣባል ጋንታ ቤይኮስ ኤርትራዊ ጴጥሮስ መንግስ ብ ኣርባዕተ ክሊታት ዲሒሩ ካልኣይ ክኣቱ እንከሎ ቱርካዊ ኣባል ጋንታ ስፖርት ቶቶ ኣህመት ኦርከን ድማ ብ ክልተ ደቂቕን ክልተ ካሊትን ዲሒሩ ሳልሳይ ተርታ ሒዙ ኣትዩ። ድሕሪ ኣብ ቻምፕዮን ኤርትራ ንዓወት ኣማን ተኸቲሉ ካልኣይ ተርታ ድሕሪ ምሓዙ ናብ ቱርካዊት ክለብ ቤይኮስ ዝጸንበረ ጴጥሮስ መንግስ ብውህሉል ግዜ ን ቱር ዲ ሪፓብሊክ ቀዳማይ ኮይኑ ተዓዊቱሉ። ቱርካዊ ኣባል ጋንታ ኮንያ ሳመት ቡሉት ብሰለስተ ደቂቕን ሰለስተ ካልኢትን ድሒሩ ካልኣይ፣ ካዛኪስታናዊ ዳኒ ማሩኪን ድማ ብሰለስተ ደቂቕን ሰላሳን ኣርባዕተን ካልኢትን ድሒሩ ሳልሳይ ኮይኑ ውድድሩ ዛዚሙ። ብነጥቢ ቱርካዊ ኣሕመት ኦርከን ብ ዓሰርተ ሽዱሽተ ነጥቢ ቀዳማይ ኮይኑ ተዓዊቱ። ኡዝበኪስታናዊ ድሚትሪ ቦቻኖቭ ብ ዓሰርተ ሰለስተ ነጥቢ ካልኣይ፣ ካዛኪስታናዊ ዳኒ ማሩኪን ብ ትሽዓተ ነጥቢ ሳልሳይ፣ ኤርትራዊ ጴጥሮስ መንግስ ብ ሽዱሽተ ነጥቢ ሓሙሽተ ደረጃ ኣመሓይሹ ሻምናይ ተርታ ሒዙ ውድድሩ ዛዚሙ። ኡዝበኪስታናዊ ዲሚትሪ ቦቻኖቭ ብትሽዓተ ነጥቢ ኣንበሳ ዓቐብቱ ሪፓብሊክ ኰይኑ፣ ኢራናዊ ኸሊል ብኣርባዕተ ነጥቢ ካልኣይ፣ ዳኒ ማሩኪን ብሰለስተ ነጥቢ ሳልሳይ፣ ጴጥሮስ መንግስ ድማ ብኽልተ ነጥቢ ሓምሻይ ተርታ ሒዙ ወዲኡ። ጴጥሮስ መንግስ ብሉጽ መንእሰይ ቱር ሪፓብሊክ ኰይኑ'ውን ድርብ ዓወት'ዩ ኣመዝጊቡ። ቱርካዊ ሳመት ቡሉትን ኢራናዊ ዓሊ ላቢብን ድማ ካልኣይን ሳልሳይን ኮይኖም ተኸቲሎምዎ። ብጋንታ ጴጥሮስ መንጊ ዝወዳደረላ ጋንታ በይቆዝ ንናትናኤል ብርሃነ ከሲራ እንከላ ዕውትቲ ጋንታ ናይዚ ውድድር ኮይና። ኣንጻር ፈረንሳዊት ክለብ ለንስ ኣብ ኦልትራፎርድ ምሕዝነታዊ ግጥም ዘካየደት ማንቸስተር ዩናይትድ ሰለስተ ብ ሓደ ተዓዊታ። ቅድሚ ምጅማር ጸወታ ማንቸስተር ዩናይትድ ካብ ኣትላንታ ብሰብዓን ክልተ ሚልዮን ፓውንድ ዘፈረመቶ ራስመስ ሆይላንድ ኣብ ኦልትራፎር እናዞረ ምስ ሓደስቲ ደገፍቱ ክላለ ፈቒዳትሉ። ኣርባዕተ ክልተ ሰለስተ ሓደ ኣሰላልፋ ሒዙ ዝኣተወ ኣሰልጣኒ ማንቸስተር ዩናይትድ ኤሪክ ተንሃግ ኣብ መስመር ሓለውቲ ልዳት ንኦናና፣ ኣብ ምክልኻል ንሉክ ሻው፣ ሊሳንድሮ ማርቲነዝ፣ ራፋኤል ቫራንን ዲያጎ ዳሎትን፣ ካዝሚሮን ማሶን ማውንትን ክልተ ዓሰርቲ፣ ኣሌኻንድሮ ጋርናቾ፣ ብሩኖ ፈርናንደዝን ኣንቶንን ኣብ መስመረ ምክፍፋል፣ ንማርኮስ ራሽፎርድ ድማ ምሉእ ኣጥቃዓይ ብምግባር ጸወቱ ፈሊሙ። ኣብ መበል ዕስራን ሰለስተን ደቒቕ ናይቲ ግጥም ንምውጻእ ሓላዊ ረዳት ማንቸስተር ዩናይትድ ኣንድሬ ኦናና ዘስተውዓለ ኣጥቃዓይ ለንስ ፈረንሳዊ ፍሎርያን ሶቶካ ካብ ፍርቂ ሜዳ ነቲ ኣብ ኦልትራፎርድ ኣብ ቅድሚ ደገፍቲ ዩናይትድ ናይ ፈለማ ጸወትኡ ዘካይድ ዝነበረ ካሜሮናዊ ሓላዊ ረዳት ኣንድሬ ኦናና ኣንጠልጢሉ ኣዝያ ማራኺት ሸቶ ኣመዝጊቡ። ኣብ ኦልትራፎርድ ዝተረኽቡ ደገፍቲ ዩናይትድ ንዲሃያ ዝናፍቑ መሰሉ። ገለ እውን ናይ ሓለውቲ ልዳት ማግዋየር ብምባል ጨሪቖምሉ። እቲ ግጥም ብሓደ ባዶ መሪሕነት ለንስ ንዕረፍቲ ተምሪሑ። ድሕሪ ዕረፍቲ ዝተወሰነ ምቅያራት ገይራ ዝተመልሰት ማንቸስተር ዩናይትድ ብመንገዲ ማርኮስ ራሽፎርድ፣ ኣንቶንን ካዝሚሮን ኣከታቲላ ሰለስተ ሸቶ ብምምዝጋባ ኣብ ልዕሊ ለንስ ካብ ድሕሪት ተበጊሳ ሰለስተ ብ ሓደ ተዓዊታ። ምስ ኣንድሬ ኦናና ብሓንሳብ ኣብ ኦልትራፎርድ ናይ ፈለማ ጸወቱ ዘካይድ ዝነበረ ማሶን ማውንት እውን ኣብ መበል ዓሰርተ ሓሙሽተ ደቒቕ ካብ ንኽተእትዋ ንኽትስሕታ ትኸብድ ፈተነ ኣባኺንዋ እዩ። ኣብዛ ግጥም ብመስመር ናይ ምስላፍ ዕድል ዝረኸበ ኣርጀንቲናዊ ኣሌኻንድሮ ጋርናቾ ንደገፍቲ ዩናይትድ ዝመሰጥ ምንቅስቓስ ኣንጸባሪቑ። ማንቸስተር ዩናይትድ ዝመጽእ ሰሙን ኣብ መድረኽ ፕሪምየር ሊግ እንግሊዝ ቅድሚ ምጽማዳ ሰንበት ሽዱሽተ ነሓሰ ኣብ ዱብሊን ኣየርላንድ ኣንጻር ስጳኛዊት ኣትለቲኮ ቢልባኦ ናይ መወዳእታ ናይ ቅድመ ምድላዋት ግጥማታ ክትዛዝም እያ። ከምቲ ኣብ መእተዊ ናይዚ ግጥም ዝተገልጸ፣ ማንቸስተር ዩናይትድ ነቲ ልዕሊ እንግሊዛዊ ኣጥቃዓይ ሃሪ ኬን እምነት ኣሕዲራ ሰብዓን ክልተ ሚልዮን ፓውን ወጻኢታት ዝገበረትሉ ዴንማርካዊ ኣጥቃዓይ ራስመስ ሆይላንድ ቅድሚ ምጅማር ምሕዝነታዊ ግጥም ምስ ደገፍታ ብዕሊ ኣላልያቶ እያ። ብመሰረት ሳን ስፖርት፣ ማንቸስተር ዩናይትድ ቀዲማ ስሳን ኣርባዕተን ሚልዮን ንኣታላንታ ክትከፍልን ምስ ብቕዓቱን ዘመዝገቦ ሸቶታት ኣዕዚባ ድማ ተወሰኽቲ ሸሞንተ ሚልዮን ፓውን ናብ ጥልያን ከተስዕብ እያ። ኣሰልጣኒ ማንቸስተር ዩናይትድ ኤሪክ ቴን ሃግ ንፊርማ ሆይላንድ ኣመልኪቱ ኣብ ዝሃቦ ሓጺር መግለጺ፣ ራስመስ ልዑል ዓቕሚ ዘለዎ ኣጥቃዓይ እዩ። ሾተ ናይ ምምዝጋብ ድሌታትን ህርፋኑን ኣለዎ። ሾተ ምምዝጋብ ኩሉ ግዜ ኣብ ሓሳባት እዩ። እመኑኒ ልዑል ዓቕምን ክእለትን ዝወነነ ተጻዋታይ እዩ። እቲ ተሪፉ ዘሎ ንዕቑር ዓቕሚ ብኸመይ ይጥቀመሉ ናቱ ስራሕ እዩ። ኩሉ ኣባል ኣሰልጣንን ተጻወትን ድማ ክንሕግዞ ኢና ክብል ገሊጹ። ራስመስ ሆይላንድ ብወገኑ ካብ ግዜ ህጻንነተይ ኣትሒዘ ደጋፊ ማንቸስተር ዩናይትድ ምንባረይ ምስጢር ኣይኮነን። ተጻዋታይ ማንቸስተር ዩናይትድ ኮይነ ካብ ኦልድ ትራፎርድ ክወጽእ ናይ ኩሉ ግዜ ሕልመይ ዝነበረ'ዩ። ምስ ሓደ ካብ ዝበለጹ ኣሰልጠንቲ ናይዛ ዓለም ክሰርሕ ዕድል ረኺበ ኣለኹ ክብል ራስመስ ንጉዳይ ምስጋሩ ናብ ዩናይትድ ኣመልኪቱ ሓጺር መግለጺ ደምዲሙ። ራስመስ ሆይላንድ ኣብ ቅድሚ ምድላዋት ምስ ናይ ቅድም ክለቡ ኣታላንታ እናተጻወተ እንከሎ ብዘጋጠሞ ፍኹስ ዝበለ መሃረምቲ ንናይ መኽፈቲ ግጥማት ፕሪምየር ሊግ እንግሊዝ ከምዘይርክብ ተፈሊጡ ኣሎ። ዝሓለፈ ክረምቲ ካብ ኦስትርያዊት ክለብ ስቱሩም ግራዝ ናብ ኣታላንታ ብ ዓሰርተ ሓሙሽተ ሚልዮን ፓውንድ ዝተጸንበረ ራስመስ፣ ብማልያ'ታ ናይ ቤርጋሞ ጋንታ ኣብ ዝተሰለፈሎም ሳሳን ኣርባዕተን ግጥማት ዓሰርተ ሸቶ ኣብ መርበብ ኣንጻር ጋንታ ከዕርፍ ክኢሉ'ዩ። ምስ ኣጥቃዓይ ማንቸስተር ሲቲ ናይ ጎል ማሽን ኤርሊንግ ሃላን ነቲ ነጸጸረ ዝርከብ ራስመስ ሆይላንድ ማይ ሃገራዊት ጋንታ ዴንማርክ ለቢሱ ኣብ ዘካየዶም ሽዱሽተ ግጥማት ሽዱሽተ ሸቶ ከመዝገብ ዝኸኣለ ሓደ ካብ ትስፉዋት ኣጥቃዕቲ መድረኽ ኤሮጳ እዩ። ክሪስታል ፓላስ ንኣባል ሃገራዊት ጋንታ ብራዚል ትሕቲ 20 ዓመት ማቲያስ ፍራንካ ካብ ብራዚላዊት ጋንታ ፍላሚንጎ ፈሪማቶ። ፓላስ ነዚ ውዲ 20 ዓመት ኣጥቃዓይ ኣቐዲማ 17 ሚልዮን ከፊላ ምስ ብቕዓቱ ተራእዩ ድማ ትሽዓተ ሚልዮን ፓውን ከተስዕብ እያ። ኣብ ዕስራን ሸውዓተን ግጥማት ፍላሚንጎ ክስለፍ ዕድል ዝረኸበ ወዲ ዓሰርተ ትሽዓተ ዓመት ፍራንካ ትሽዓተ ሸቶ ድማ ከመዝግብ ክኢሉ እዩ። ፍራንኮ ነቲ ካብ ቦርንማውዝ ብነጻ መስርሒ ምስግጋር ናብ ፓላስ ተጸንቢሩ ዝርከብ ጄፈርሶን ሌርማ ስዒቡ ካልኣይ ፈራሚ ክሪስታል ፓላስ ናይዚ ክራማት መስኮት ምስግጋር እዩ። ፍራንካ ንዝቕጽሉ ሓሙሽተ ዓመታት ብማልያ ክሪስታል ፓላስ ንምጽዋት እዩ ፒሮን ወረቐተን ኣረኪቡ ዘሎ። ፍራንክ ንዝቕፅሉ ሓሙሽተ ዓመታት ብማልያ ክሪስታል ፓላስ ንምፅዋት እዩ ፒሮን ወረቐትን ኣራኺቡ ዘሎ። ኣብ ዝሓለፉ መዓልትታት ካብ ኩዕሶ እግሪ ዓለም በጃ ኢዱ ከም ዝተቐለለ ዝሓበረ ገዲም ኢጣልያዊ ሓላዊ ልዳት ጂያን ሉጂ ቡፎን ኣብ ሃገራዊት ጋንታ ጥልያን ናይ ስራሕ ዕድል ረኺቡ ወዲ ኣርብዓን ሓሙሽተን ዓመት ጂያንልጂ ቡፎን ከም ልኡኽን ወኪልን ሃገራዊት ጋንታ ጥልያን ብምዃን ኣብ ጎኒ ኣሰልጣን'ታ ሃገራዊት ጋንታ ሮቤርቶ ማንቺኒ ክሰርሕ እዩ። ሃገራዊት ጋንታ ጥልያን ዝመጽእ ወርሒ መስከረም ኣብ መጻረዪ ዋንጫ ኤውሮጳ ኣንጻር ሃገራውያን ጋንታታት ሰሜን ማቀዶንያን ዩክረይንን ኣብ እተካይዶ ግጥም ስርሑ ብወግዒ ክፍልም እዩ። ሽዱሽተ ሚእትን ሓምሳን ሸውዓተን ግጥማት ሰሪኣ ብምክያድ ክብረ ወሰን ሒዙ ዝርከብ ቡፎን፣ ብማይ ሃገራዊት ጋንታ ጥልያን ድማ ሚእትን ሰብዓን ሽዱሽተን ግጥማት ብምክያድ እውን ዝዳረጎ የለን። ንዕስራን ሓደን ዓመታት ኣባል ሃገራዊት ጋንታ ጥልያን ክኸውን ዝኸኣለ ቡፎን፣ ንጥልያን ኣብ ሓሙሽተ ግጥማት ዋንጫ ዓለም መሪሕዋ ክኣቱ እንከሎ፣ ኣብ ክልተ ሽሕን ሽዱሽተን ድማ ነታ ዋንጫ ናብ ጥልያን ኣብ ምምጻእ ዓቢ ኣበርክቶ ገይሩ። ፈደረሽን ኩዕሶ እግሪ ጥልያን ንምምላስ ቡፎን ናብ ሃገራዊት ጋንታ ኣመልኪቱ ኣብ ዘውጽኦ መግለጺ፣ እዚ ኣጋጣሚ ንጥልያን ዓቢ መዓልቲ'ዩ። ምኽንያት ቡፎን ናብ ቤቱ ተመሊሱ'ሎ ብምባል መግለጺ ኣውጺኡ። ምጅማር ተፈታውን ተሃራፍን መድረኽ ፕሪምየር ሊግ እንግሊዝ ዘበስር ግጥም ኮሚኒቲ ሺልድ ሰንበት 6 ነሓሰ ዝሓለፈ ዓመት ኣብ መንጎ ተወዳደርቲ ኮይነን ዝቐረባ ኣርሰናልን ማንቸስተር ሲቲን ኣብ ዌምብሌ ስታዲየም ክካየድ እዩ ኣብ ዝሓለፉ እዋናት ተዓዋቲት ፕሪምየር ሊግ እንግሊዝን ኤፍኤ ካብን ዝኾና ክለባት ኣብዚ መድረኽ ይራኸበ ምንባረን ዝፍለጥ እዩ ይኹን እምበር ማንቸስተር ሲቲ ዝሓለፈ ዓመት ንክልቲኤን ዋናጩ ባዕላ ከተትርፈን ብምቃላ ኣብ መድረኽ ፕሪመሊግ እንግሊዝ ንሲቲ ስዒባ ካልኣይ ተርታ ዝሓዘት ኣርሰናል ሕነ ኣትፈድየሉ ኣጋጣሚ ረኺባ ኣላ። እዘን ክልተ ክለባት ኣብ ሕሉፍ ኣብ ዘካየደኦ ሸሞንተ ግጥማት ኣርሰናል ንሲቲ ክትረትዓ ኣይከኣለትን። እዘን ክልተ ክለባት ኣብ ሕሉፍ ኣብ ዘካየደኦ ሸሞንተ ግጥማት ኣርሰናል ንሲቲ ክትረትዓ ይኹን ማዕረ ክትፈላልያ ኣይከኣለትን። ኣብ ኩሎም ግጥማት ተረቲዓ እያ። እዚ ግጥም ብማእከላይ ዳኛ ስቱዋርት ኣትዌል ክምራሕ እዩ። ፈረንሳዊ ኣጥቃዓይ ኢንትራክ ፍራንክፈርት ራንዳል ኮሎ ሙኣሊ ናብ ናይ ዓዱ ጋንታ ፒኤስጂ ንምጽንባር ኣፈናዊ ስምምዕ ኣካይዱ ክትብል ስካይ ስፖርት ጀርመን ሓቢራ። ኮሎ ሙኣኒ ዝሓለፈ ዓመተ ስፖርት ብማልያ ፍራንክፈርት ኣብ ዘካየዶም ሰላሳን ክልተን ግጥማት ዓሰርተ ሓሙሽተ ሸቶ ብምምዝጋብ ኣብ ደረጃታት ኮኾብ ኣመዝገብቲ ሸቶ ሳልሳይ ተርታ ሒዙ ዝወደእ ኣጥቃዓይ'ዩ። ስፖርቲንግ ዳይረክተር ፍራንክፈርት ማርኮስ ክሮቸ ንውድዕ ዕስራን ኣርባዕተን ዓመት ሙኣኒ ጎደሎ ሰማንያን ሽዱሽተ ሚልዮን ፓውንድ ከምዘይለቆ ድሕሪ ምሕባሩ ግን ንኣፈናዊ ስምምዕ ፒኤስጂን ሙኣንን ተስፋን ሃፈን ክገብሮ ይኽእል እዩ። ኮሎሙኣኒ ዝሓለፈ ዓመተ ስፖርት ካብ ፈረንሳዊት ክለብ ናንተስ ናብ ፍራንክፈርት ብነጻ መስርሕ ምስግጋር ከም ዝተጸንበረ ይፍለጥ። ባርከ ዝኸበርኩም ተኸታተልቲ ሲኔማ ሰመረ ናይ ሎሚ ትሕዝቶና ኣብዚ ንፍጽም ኣብ ቀጻሊ ብኻልእ ዜና ክሳብ ንራኸብ ሰላም።